ብዙሓት ኤርትራውያን ኣዚኹም ኢኹም ትጽዕሩ ኣዚኹም ከኣ ትሰርሑ ብፍላይ ኣብ ካናዳ ንዘለኹም ወላ ኣብ ሰሜን ኣሜሪካ ንዘለኹም ብዝጣዕሚ ኢኹም ትሰርሑ ክልተ ሰለስተ ስራሕ ኢኹም ትሰርሑ ነዛ ንህይወትኩምሲ ትዝንግዕዋ ሓጻር ምዃናስ ዝረሳዕኩሞ ኣለኹም ብጻዕሪ ጥራይ ህይወትኩም መሊኡ ካብ ስኬጅዋል ናብ ስኬጅዋል ክልተ ሰለስተ ስራሕ ትሰርሑ ካብኡ ትጻፍዑ ለይትን ቀትርን ትሰርሑ ሰብ ዘይትስኣሉ ሰዓት ትሰርሑ እዚ ኩሉ ትገብርኦ ከኣ ን ገንዘብ ንምእራፍ እንተኾነ ግን እዚ ትሰርሕዎ ዘለኹም ስራሕ ስቲል ታክስ ይውሰደኩም ኣሎ ኣብ መጨረሻ ከኣ ዝበዝሓና ከኣ ዝበዝሐ ናብ ታክስ እዩ ድኸይድ ከኣ ሓደ ክንርሰዖ ደይብልና ሓቂ ኣሎ እቲ ንስኻ ዝሰርሓሉ ስራሕ ኣብ ዝኾነ ይኹን ይዋን ክሰጉኻ ከም ድኽእሉ ስራሕ ጥራይ ምዃኑስ ንርስዖ ንስራሕሲ ከም ሂወትና ከም ቀዳማይ ነገር ልዕሊ ኩሉ ጌርና ንሰርዖ ኣለና ደይ ኦፍ ኣይንሓትት ኦቨር ታይም ስራሕ ተሎምኻ እወ ሃቡኒ ክሰርሖ ኢልካ ትሰርሕ ወልሓንቲ በቃ ዊኬንድ ዕረፍቲ ትሓትት ለይትን ቀተን ትሰርሕ ሕጂ ሓደ ነገር ክንፅረልና ናትካ ቢዝነስ ክኾን ከሎ ካልእ ኣርእስቲ እዩ ስኻ ተመሓድሮ ንዓኻ ንሂወትካ ዕፅፍታት ፕሮፊት ትገብረሉ ተኮይኑ ካልእ ኣርእስቲ እዩ ምክንያቱ እዚ ንሳኻ ትዋና ጽባሕ ንግኣ ንስኻ ኢኻ ትኸስብ ረብሓ ኣሉና ኣለካ ኣብ ትሕቲ ሰብ ናይ ስራሕካ ግን እቲ ስራሕ ግን ልዕሊ ኩሉ በቃ ሓይምካ ከለኻስ ስራሕ ትኸይድ ሓደ ንፈልጦ ኣሎ ሕጂ ሓሚሙ ከሎ ነብሱ ተወፅዑ ከሎ ስራሕ ኸይድ ሓይመ ከይበለ ስእሉ ሰርሕ ሕጂ ዝኹሉ ዝብል ዘሎ ከዓነ ንምንታይ ኢኻ እዚ ኩሉ ኣርእስቲ ትዕሎ ዘለኻ እንዲም ክትብሉ እንታይ እየ ብዛዕባ እዚ ዝዛረብ ዘለኹ? ነጥቢ ከምጽኣልኩም እየ። ሓደ ሲኢኦ ናይ ሄልስ ኬር ኣብ ኣሜሪካ ናይ ኢንሹራንስ ካምፓኒ ማለት እዩ ቅድሚ ሓደ መዓልቲ ይኾን ተቐቲሉ መይቱ ኣብ ማእከል ጽርግያ ሓደ ሰብ መፅዩ ብጢት ገይሩ ጧዕ ኣቢለዎ እዛ ልዕለይ ዘላ ቪድዮ እሞ ረኣይዋ እዚ ቢልዮነር ሲ ሓደ ሰብ መፅዩ ቀቲልዎ እዚ ከዓ እቲ ቀታሊ ዝበሃል ዘሎ እቲ ዋና ነገር ከዓ እንታይ እዩ ናይ ኢንሹራንስ ካምፓኒ ሲኢኦ እዩ ነይሩ ሕጂ ሓደ ነገር ናይ ኢንሹራንስ እንታይ እዩ ዘሎ ኣብ ዝኾነ እዋን እንተ ሓሚመልካ እቲ ናትካ ክለይም ብጥብቂ እዮም ዝርእይዎ ናይ ብሓቂ ድካ ሓይምካ እንታይ እቲ ሕማም ካልእ ሕማም ነርካ ድዩ ማራ'ዮም ብጥብቂ'ዮም ዝተሃላለኹኻ፣ ቀሊሉ ሒልፉኻን'ዩ ጸቢብ እቲ መንገዲ። ብፍላይ ህይወት ኣሜሪካ ሄልስኬር እቲ ሓደ ዝኸበረ ዝበዝሐ ገንዘብ ተጥፍኣሉ ንሱ'ዩ። ሓደ ዓቢ ቢዝነስ ካምፓኒ በቃ ሄልስኬር ኣብ ኣሜሪካ በቃ ብሓጺሩስ ኣይትሕመም ኣይትሕመም በቃ እዚ ኩሉ እናሰራሕካ ኩሉ ላንድ ኦፍ ኣፖርቹን እናተባሃለ ዕድል ኣሉ እናተባሃለ ኣብ ኣሜሪካ እንተ ሓይምካ እቲ ኤክስፐንስ ብፍላይ ኢንሹራንስ ካቨር ኣይገብርሉ እንተይልካ የብልካን ሂወት በቃ ናይ መጨረሻኻ ብጣዕሚ ኢኻ ትህሰ ኣብኣ ከሎ ራዮ ራይዎ ራይ ወጢት ገይሩ ጥዋዕ ኣብሎ ኣሎ ሙሉእ መዓልቲ ተፀቢዎ ንዑ ንክቐትሎ እቲ ዝገርም ከዓ ናይ ሲኦ ከዓ እንታይ ነይሩ ሸዓ ንግሆ ካብ ንኒውዮርክ መፅኡ ፍላይ ገይሩ መፅኡ ነዛ ኣኼባ ሚቲንግ ንክርከብ ማለት እዩ ብዙሓት ሓለፍቲ ነዛ እዋን እዚኣ ኣኼባ ኢሎም ተኣኪቦም ዲስካስ ክገብሩ ሰዓት ሸሞንተ እቲ ኣኼባ ነይሩ ሰዓት ሓሙሽተ ከዓ ተቐቲሉ ንምንታይ ከዓ እንተወይ ብዛዕባ ስራሕ ትዛረብ ነርካ ኢልኩም ክትሓትኑ ኢኹም ሕጂ ክትብሉኒ ኢኹም ዝሓቶ እዚኣ እዚ ሰብ እዚ ምስ ኩሉ ሃብቱ ምስ ኩሉ ዓወት ኣብ ሂወት ዝተጎናፀፎ ምስ መተ እቲ ኣኼባስ ቀጺሉ። ሕሰብዎ ናይ ቢልዮን ዶላር ካምፓኒ ሲኢኦ ሞይቱ እታ ናቱ ካምፓኒ ሃንደበት ኢኻ ዘጋጥም ዘሎ። ሕጂ በቃ እዚ ኣኼባስ ወላ ንኻልእ መዓልቲ ንግበሮ ፖስትፖን ንግበሮ ነስግሮ ክብሉ ምሽ ጽበዮም ኣብ ሓዘን ኣይወዓሉ ገለ ይበሉ ኣባሎም እኮ ቺፍ ናቶም እኮ ቶፕ ንሱ ቦስ ንሱ ሞይቱ እቲ ኣኼባ ግን ቀጺሉ። እርዳእኩም ኣሎ ሶ ንስኻ ኸ ናይ ሓደ ዝኾነ ስቶር ካምፓኒ ሰራሕተኛ ከለኻስ በቃ ንሂወትካስ ስለዚ ንስኻስ ነብስኻ ብኸመይ ትርያ ሓልዩልካዮም ትብል እዚኦም ኣምፃ ኣቢሎም እልውጡኻ በቃ ሪፕሌስ ገብሩኻ ካልእ ሰራሕተኛ የምፅኡ እስኻ በቃ ሪፕሌስ ገብሩኻ ከም ዘለውስ ትርስዖ ኣለኻ ስራሕ ምዃንስ ኣይንረስዐ ጆብ ጥራይ እዩ ንህይወትካ ተሰዊእካ ትገብሮ ክኸውን ነገር የብሉን እታ ግብእትኹም ስርሑ ካብኡ ንላዕሊ ግን ለካዕካዕካዕካዕካዕ በቃ ለይትን ቀትርን ድፈጭኻ ስሒንካ ሓይምካ ከለኻ ሓይም እንተለኹም ሓይም መበሉ ሽዑ ዘ ሞመንት ንስኻ ኣዝዩ ማሰይቲ መፂካ በቃ ሪፕሌስ እዮም ዝገብሩኻ ካልእ ሰራሕተኛ ኣምፂኦም ሪፕሌስ ገብሩኻ ንስኻ ሒዝካዮ ሒዝካዮ ዘለካ ሓላፍነት ብካልእ ሰብ ክትኩኻ ከም ድኽእልስ ኣይትረስዕ ዝኾነ ጀብ ሒዝኩም ተለኹም ቺፍ ሲኦ እዩ ዝንሪኦ ዘለና ንኣብነት ኢለ ድምፆ ዘለኹ ሰዓት ሓሙሽተ መይቱ ሰዓት ሸሞንተ ተኣኼባ ቀፂላ ከምዛ ንሱ ዘይመተ ከምዛ ምስኦ መበልዕ ሰትሪ የነበረ ናይ ቢልዮን ዶላር ካምፓኒ ኢኻ ዘለዎ ቺፍ እዩ ንሱ እቲ ቦስ እዩ ንሱ ንሕና ከኣ ኖርማል ሰራሕተኛ ሰርቪስ እናሰራሕናስ በቃ ኣነ ስርሐይ በቃ ኣነ ጥዑይ ስራሕ ድለኒ በቃ ዓብ ሰብ እየ ገለ ንብል ሓላፍነት ዘለን ሰብ ኢኻ ንብ ናይ ባሓቂ ደሓን ኣዚ ስለ ዝሓዞን ከ እዚ ኸዓ ነዚ ሰብ ዝፈልጦ ኮይኑ ይኮንኩን ግን ከም ሰብ ናትና ኣብ ስራሕ ዘለና ኣረኣያ ስለ ዝፈልጥ እየ ብፍላይ ኤርትራውያን ስራሕ በቃ ልዕሊ ሂወትኩም ኢኹም ትርእይዎ በቃ

ንሕናስ ነቲ ህይወትና ሲ ባዕልና ጠቕን ሓልዋ ዘለና እግዚኣብሔር ሓልወና በቃ ጥዕና ሃበኒ ጥዕናኻ እንዳ ተጸልዩ እኳ ግን ኣነ ካብዛ ሰዓት እዚኣ ይሰርሕኒ ተጸልዩ እንደሎ ቀዳማይ ንስኻ ንነብስኻ ቀዳማይ ንስኻ ደሓር ነቲ ስራሕ ኢልካ እቲ መስዋእት ትገብር ረኣይዎ ሙሉእ መዓልቲ ብሽክለታ ኮለል ክብል ውዒሉ ተጸቢዎ ተጸቢዎ ናይ ምሸት ሽዑ ምስ መጸት እትሲኦ ብድሕሪት መጺኡ ጥቕ ዓቢልዎ እዚ እቲ ጥርጡር ዝበሃል ዘሎ ከም ስርዓት ኢንቨስቲገሽን ወፂ ኣሎ ንክረህቦ ነቲ ሰብ እዚ ላዕልን ታሕትን እዮም ዝብሉ ዘለዉ ሓንቲ ካብቲ ዝገደባ ጽሑፍ ኣላ ንሱ ኣብቲ ዜና ብሕፅር ዝበለ ክገልፆ ስለ ዝኾነ ናብ ናይ ሄልስ ኬር ኢንሹራንስ ካምፓኒ ዲና ይብሉኻ መጀመርታ ኣይከውንን ይብሉኻ ሪጀክት ይብሉኻ ክለይ ምስ ሓተትካ ሕጂ ከም ሓደ ሕክምና ኣፕላይ ትገብረ ኣለኻ እንተ ኢንሹራንስ እንተ ዘይሕግዘካ ዘሎ ፈፂምካ ኣይትኽእሎን ኢኻ ኣዝዩ ክቡር እዩ ሕጂ መብዛሕትኡ ሰብ ሕርቃን ኣለዎ ንምንታይ ዳ ኢንሹር ገብር ኣለኹ እዩ ድብል ኢንሹር ድገብር ኣለኹ እኮ ሄልስ ኬር ናትካ ሄልዝ ወይ ናትካ ጥዕናኻ ዝኾነ ሕማም ተመፂካ ንሂወትካ ንኽድሕነካ እዩ እንተኾነ ግን ኣብ ሽግር ደድልየ ድመፀካ እዋን ሪጀክት እንድሕር ሎምኻ እዚ ቀታል እንታይ ኢሉ ፅሒፉ መስለኩም ሰለስተ ቃላት እዩ ፅሒፎ ዲናይ

ዲፖዝካ ኣጉሕፉኻ በቃ ዳትስ ኢት እንታይ ካሞ ክትገብር ኣብ ዝኾነ ዓይነት እዋን ፀረ ኢንሹራንስ እንተ መፂኻ ክትዕወት ኣይትኽእልን ኢኻ ኢንሹራንስ ናይ ቢልዮን ዶላር ካምፓኒ እዩ ንስኻ ሓደ ውልቀ ሰብ ኢኻ ሎዌር ከማን ሃየር ክሳዕ ትገብር ዓቕሚ የብልካን ስለዚ እንታይ ትኸውን ዳትስ ኢት ወዲካ ኣለኻ ኣብ ኣሜሪካ ሕጂ እዚ ዓበ ርስቲ ኮይኑ ዘሎ ንምንታይ ሄልስኬር ከምዚ ገይሮም ዳርጋ ብዙሓት ሰባት እንታይ ክብሉ እዮም ተሰሚዖም እዚ ዘጋጥም ዘሎ ብሰንኪ እዞም ኢንሹራንስ ካምፓኒ ንዓና ዘሳቅዩና ስለ ዘለዉ ተወዲእዎም እዩ ዘሎ ሕውስዋ ዝኾነ ስምዒታት ንርኢ ኣለና ኣብ ህዝቢ ኣሜሪካ ገለገለ ሰብ ወይ እንታይ ኮይኑ ሞይቱ ገሌሉ ይሓትት

ኣብ ርእሲ ፈጥሪ ዘሎ ኣብ ኣሜሪካ ከምኡ ውን ፈደራል ቢሮ ኦፍ ኢንቨስቲገሽን እዚ ኩን ኢልካ ብፕላን ብመደብ ዝተገብረ እዩ ዝኸውን ዘሎ ወይ ምናልባት ናይ ኢንሹራንስ ክሌም ሓቲቱ ነይሩ ሞ ኣብዮ ሞ ተኸሊኦ ሞ በዚ ምክንያት ከዓ ናቱ ውሽጣዊ ፅልኢ ወይ ናቱ ናይ ፈተውቲ ናቱ ሞቲቭ ከምኡ እዩ እዮም ዝብሉ ዘለዉ

ሕጂ ንምንታይ ቀቲልዎ ብልክዕ ኣይተፈልጠን ዘሎ፣ ኣበይ ከተማ'ዩ ከይዱ ውን ኣይተፈልጠን ኣሎ፣ ካብ ኒውዮርክ ናብ ኣትላንታ ከም ዝተመልሰ እዮም ዝፈልጡ ዘለዉ፣ ካብዚ ሰዓት'ዚ ኣበይ ኣሎ ብልክዕ ኣይፈልጡን እዮም፣ ኒውዮርክ ከኣ ብሚልዮናት ሰባት እዮም ዝቕመጡ፣ ኣብ ኒውዮርክ ሰብ ክትረክብ ብጣዕሚ እዩ ከቢድ። ስለዚ እዚ ቀታሊ ምዕቡል ሃገር እዩ ኣሜሪካ። እንተኾነ ግን እዚ ሰብ እዚ ክሳብ ሕጂ ኣይተረኽበን ኣሎ። ማዕረ ክንደይ ከምዚ ከም ደሎ ክትፈልጡ ኢለ ኢኻ እዛ ጉዳይ እዚ ኣምፅያ ኣብዚ ገለፅዎን እቲ ዜና እቲ ስራሕሲ ከም ዝቐፀለ ማለት እቲ ቦስ ናቶም መይቱ ከሎሲ እቲ ኣኼባ ቀፂሉ ኣብ ህይወት ሲ እቲ ደረጃ ወይ ባእታ ምሻሎ እዚ ቺፍ እንተ በፂሕካ ሲኢኦ እንተ በፂሕካ ብገንዘብ ዲ ብካልእ ንዋታዊ ዋላ ብሽመት ብኩሉ ንስካ ኣብ ዝለዓለ ደረጃ በፂሕካ ኣለካ ዕውት ኢካ ማለት እዩ ለቨል ኣሎ ደረጃ ትበፅሖ ሕጂ ገለገለ ሰብ ነቲ ናይ ስርሑ ልዕሊ ኩሉ ዝሰርሖ ኣሎ በቃ ዝሰርዖ ነገር ኣሎ ቀዳምነት ስራሕ ፋሚሊ ገንዳ በለት ደረጃ ስርዖ ኣይሆፕ ገለ ነገር ካብዚኣ ቀሲምኩም ክትኮኑ ተስፋ ይገብር ብፍላይ እዞም ኤርትራውያን ኣብዚ ድከትኩም ትስሕኑ ኣነ ብዙሓት እየ ዝፈልጥ ለይትን ቀትርን ትሰርሑ በቃ እሞ ከዓ ናይ ዝኾነ ስራሕ ተቆፅርካ ከለካ ሕማቅ ስራሕ ማለት ኣይኮነን ግን እታ ትስራሕ እታ ግብእትኩም ሰሪሕኩም ካብኣ ንንየው ግን በቃ እታ ግብእትካ ጥራይ ጉቡእካ ትሰርሕ ደን ፊኒቶ ካብታ ስራሕ ምስ ተፈደስካ ጉዳይ ሂወትካ ትገብር ስራሕ ጥራይ ኣይኮነን ሂወትካ ስራሕ ጥራይ ሂወትካ ክኾን ኣይክእልን እዩ ሂወት ካልእ ቦታ ኣለዎ ካልእ ከኣ ናትካ ናይ ውሽጣዊ ውልቃዊ ነገር ትገብር ኣይ ሆፕ ተስፋ ይገብር ርድእቲ ክትከውን እዛ ነገር እዚኣ ክቡራትን ክቡራንን ነዛ ምዘብ እዚኣ ምሳይ ዝፀናሕኩም ሳብስክራይብ ምግባር ነዛ ቻናል እዚኣ ክትሕግዝዋ ይምሕፀነኩም ኣብ ቀፃሊ ብካልእ መደብ ክሳብ ንራኸብ እዚ ወድሓንኩም